ሰላም ክቡራት ተኻተልቲ ሎሚ ብሓደ ኣገዳሲ ጉዳይ መፅኦ ኣለኹ ንሱ ከዓ ፃውዒት ናይ ፌርማ ሓደ ፐቲሽን ተኸፊቱ ኣሎ እዚ ፐቲሽን ከዓ ንኩሉ ኣብ ኣፍሪቃ ዝቕመጥ ዘሎ ስደተኛ እዚ ሕጊ ስለ ዝኾነ ኩላትኩም ኣብ ካናዳ ትቕመጡ ነዚ ፐቲሽን ፌርማ ክትመልኡ ብትሕትና ንፅውዕ ንምንታይ እዩ እዚ ፐቲሽን ተደልዩ ንዝብል ሕቶ ኣቐዲምና ክንምልሶ ኢና ብሰፊሑ ሳይና ማንኤል ዝሰርሓቶ ቪድዮ ኣብዚ ታሕቲ ሊንክ ክገብረልኩም እየ ከምኡ ውን ኣብዚ ገለ ካብቲ ክሊፕ ከሪኦኩም እየ ኩላትኩም ኣብዚ ፐቲሽን ክትሳተፉ እሞ ኩሉ እቲ ስደተኛ ኣብ ኣፍሪቃ ዘሎ ፋይሉ ተኸፊቱ ግን ከዓ መልሲ ዘይረኸበ መልሲ ንክረክብ ብሰንኪ ባክሎግ ወይ ድማ ሓደ ሰብ ፕሮሰስ ምጀመረ ንነዊሕ ዓመታት ይፅበ እሞ ንምንታይ እዩ ንዝብል ሕቶ ቀልጢፉ መታን ንክምለሰሉ እቲ ፐቲሽን ተኸፊቱ ዘሎ ኩላትኩም ክትፍርሙ ፃውዒት ንቐርብ ኣለና ፕሊስ ንዓኹም ዋላ ተዘይኮነ ኣሕዋትኩም ኣለዉ ዋላ ኩሎም ኣሕዋትኩም ካናዳ መፅኦም እንተ ኮኑ ካልእ ዘመድኩም ኣሎ ኮይኑ ተሪፉ ወዲ ዓድኹም ይብቲ ኣፍሪቃ ዘሎ ክትሕግዙ እንተ ኣለኹም ፕሊስ ኣብዚ ፐቲሽን ተሳተፉ ንምንታይ እዚ ፐቲሽን ተደልዩን ዝብል ሕቶ ሓፀርቲ ነጥብታት ክበኩም እየ ስርዓታውን ዘይፍትሓውነትን ዝብል ኣብዚ ሕጂ እዋን ኣፍሪቃውያን ስደተኛታት ብሰንኪ እዚ ኣሰራርሓ ናይ ኢሚግሬሽን ብዙሓት ዝተናወሐ ናይ ምፍንቓል ቅልውላዋት ይጋጥሞም ስለ ዘሎ ብቐንዱ ከዓ ንኣፍሪቃውያን ይሃሲ ስለ ዘሎ ክሳብ ሕጂ እውን ይቕፅል ስለ ዘሎ ንምሕጋዝን ኣብ ዝሓፀረ መንገድን መልሲ ንክወሃቦም ዝሓትት እዩ ቀንዲ ተለዩ ዘሎ ብሰነድ ዝተረጋገጸ ክኸውን ሚኒስትሪ ኢሚግሬሽን ንድሕነት ስደተኛታት ዘለዎ ተገዳስነት ንምፍላጥ ሲ ካብ 215 ጀሚሩ ካብ ሲኣይሲ ናብ ኣይኣርሲሲ እኳ እንተቐየረ ኣብ ልዕሊ ኣፍሪቃውያን ስደተኛታት ዝፍጸም ዘሎ ኣፈላላይ ዝመልኦ ኣሰራርሓን ስርዓታዊ ምድንጓያትን ግን ወይ ድማ ባክሎግ ብሰነድ ዝተደገፈ ሓቂ ስለ ዝኾነ ብቐንዱ ነዚ ንምትዕርራይ ኢና እዚ ፐቲሽን ተኸፊቱ ዘሎ። ሳልሳይ ነጥቢ ዘይተመጣጠነ ምድንጓይ ካብ CIMM 2022 ኦዲተር ጀነራል ኣብ 2023 ከምኡውን ካብ CCR ኣብ 2025 ዝወፁ ጸብጻባት ከም ዘረጋገፅዎ እንተደኣ ኮይኑ ናይ ኣፍሪቃውያን ስደተኛታት ሕቶ ኣብቲ ስርዓት ዝበለጸ ግዜን ዝነውሐ ግዜን ዝዓበየ ባክሎግ ወይ ድማ ድሕሪት ዝርከብ ወረቓት ከም ዘሎን ምዃኑ እዩ ዝፍለጥ እዚ ድማ ብሰንኪ መበቆል ዓሌት ዝመፀ ስርዓት ጉድኣት እውን ከም ዘለዎ ዘመልክት እዩ ኣብ ናይ ሱዳን ዘይተፈጸመ መደባት ካናዳ ኣብ 2023 እዋናዊ ቅልውላው ሱዳን ዝተሃሰዩ ወገናት ቀዳምነት ክትህብያ ዝብል ቃል ኣትያ ነይራ ብሰንኪቶም ንሓያሎ ዓመናት ዓመታት ዝተወሰነ ኩነታት ማለት ኣብ መንጎ ኣብ ሊምቦ ኩነታት ዝነበሩ ኣሽሓት ብውልቂ ዝተጣየሱ ስደተኛታት ማለት ፒኤስኣር ይፈሽል ኣሎ ስለዚ ሓደገኛ ናይዚ ግዜ ድማ ብደረጃ ዓመት ዝቕበልዎ ዝነበሩ ቁፅሪ ካብ 16000 ናብ 86,000 ናይ ፒኤስኣር ወይ ድማ ባክሎግ ምህላውን ንድሕሪት 6 ዓመታት ዝኣክል ምድናጋያት ይውስኽ ከም ዘሎን እዩ ዝረአ ስለዚ ናምበር ዋን ናይ እዚ ጉዳይ እዚ ንኤርትራውያን ንምሕጋዝ ትፅዕር ዘላ ሓፍትና እሳይን ኣማንኤል እያ እቲ ቪድዮ ብሓንሳእ ንከታተሎ ቀንዲ ክርእኩም ዘለኹ ግን ብኸመይ እቲ ፐቲሽን ትመልኦ ዝብል እዩ እቲ ፐቲሽን ኣዝዩ ከቢድ ኣይኮነ ስለዚ ኣብዚኣ እዕብ ኣቢለ ከሪኦኩም እየ እንከታተል ኦኬ ብመጀመርታ ናብታ ዩቲብ ቻነል ኣቲና ኣለና እታ ናይ ሳይና ማንኤል ማለት እዩ እዚኣ እታ ዩቲብ ቻነል እያ ናው ኣብዛ ቪድዮ ምስ ኣተኹም እዚኣታ ቪድያ ጀሚሩ ዘሎ ከዓ ኣብ ኣፍሪካ ምዃኑ ወረ ተኣማሚኖምሉ ኦኬ ሶ እታ ቪድዮ ከሪኦኩም እየ እንተኾነ ግን ብቐንዲ እቲ ፐቲሽን ኣበይ ንመልእ ዝብል ሕቶ እዩ ሶ ኣብዚኣ ልክዕ ኣብታ ሊንክና እታ ታሕቲ ዘላ ኣብዚኣ ትፀቕጡ ኦኬ ናው እታ ሊንክ ምትፀቐጥኩማ እዚኣ ክትመፅእ እያ ኦኬ ትረኣየኩም ኣላ እዚኣ ክትመፅእ እያ ናው እዚኣ ምስ መፀት ፓርላመንት ኦፍ ካናዳ ዝብል እዩ ንታሕቲ ትኣትዉ ንታሕቲ ትኸዱ ከምዚ ጌርኩም

ሽዑ ሳይን ትብልዋ ማለት እዩ ብዚኣ ኦኬ ሪል ሲምፕሊ ኣብዚኣ ፈርስት ኔም ሽምኩም ላስት ኔም ኢሜይል ፎን ናምበር ኣብዚኣ ኣድረስ ተእትዎ ፖስታል ኮድ ደን ሳይን ትብልዋ as simple as that ማለት ፐቲሽን ክትመልኣ መብዛሕትኹም ቴሌፎን ኣለኩም ላፕቶፕ ኣለኩም ፕሊስ ምልእዎ እዚ ፐቲሽን እዚ ክንደይ ሰብ ኣሎ ነዛ ናትና ፐቲሽን ኣብ ካናዳ ዮም ዘለዎ ብቐሊል ክገብርዋ ዝኽእሉ ኢሉ ዝፅበ ዘሎ ሶ ፕሊስ ክንገብሮ ንኽእል ስለ ዝኾነ ንምልኣዮ ቀጺልና እታ ቪድዮ ናይ ሳይን ኣማንኤል ብሕጽር ዝበለ ከርእየኩመ ቀዳምነት ግን ክረዲት ነዛ ክህባ ስለ ዘለኒ ኣብ ናታ ቻናል ኣትኹም ክትርእይዎ ብትሕትና ይጽውዕ ኮይኑ ተሪፉ ግን እዚ ኣገዳሲ ቪድዮ ስለ ዝኾነ ናብ ኩሉ ክበጽሕ ዘለዎ ሼር በልዎ ኣነ እውን እታ ቪድዮ ብዝኸርእየኩም እየ ኣብ ፌስቡክ እውን ኦሬዲ ሼር ኒ ኣለና ብዝተኻእለኩም ናብ ኩሉ ክበጽሕ ግን ፕሊዝ ሼር በልዎ ብፍላይ ኣብ ካናዳ ዘለኹም ክትመልእዎ ስለ ዘለኩም እዚ ቪድዮ ስፒድ ገይረ ኣለኹ ናብ 1.5 መታን ኩልና ብንጹር ክንርሰምዖ ማለት እዩ
ሰላም ሳይና ማንኤል ካብ ሰላምታ ኢሚግሬሽን ኣገልግሎት ናይ ሎማዓልቲ ፍልይቲ መደበ ብዛዕባ ፐቲሽን እዩ ፐቲሽን ኣብ ናይ መንግስቲ ኣብ ናይ ፓርላመንት ኦፍ ካናዳ ፐቲሽን ንክንከፍት መንበር ኦፍ ፓርላመንት ኤምፒ ስፖንሰር ዝኾነና ንደሊ ነርና ሎሚ ተዓዊትናስ ረኪብና ድሮ እታ ፐቲሽን እታ ፊርማ ንእክበላ መድረክ ከማን ቅድሚ ቁሩብ ሰዓታት ተኸፊታ ኣላ እዛ ፐቲሽን እንታይ እያ ብዛዕባ ኣፍሪካ እያ ብዛዕባ ስደተኛ ኣፍሉጥ እንታይ ንሓቲትና እንታይ ንኸንፅበ ዘለና ከም መንግስቲ መን ይኸክፍርማ ዝኽእል ብዛዕባ እዛ ፐቲሽን ክንዘራረብ ኢና ሎማዓንቲ። በዓል ናብታ ፐቲሽን ከብለኩ እታ ፐቲሽን ኣብ ናይ ፓርላመንት ኦፍ ካናዳ ዌብሳይት እያ ተኸፊታ ዘላ እታ ሊንክ ኣብዚኣ ገድፈልኩም እየ ኣብቲ ውሽጢ ዘሎ ትሕዝቶ ብዛዕባ መጀመርያ ንዘራረብ። ኣብ ውሽጢ ዘሎ ትሕዝቶ ብዛዕባ ኣፍሪካ እዩ። ብዛዕባ ኣብ ኣፍሪካ ዘሎ ስደተኛታት እዩ። ስለዚ እንታይ ኢና ንሓትት ዘለና ኣፍሪካ ብዙሕ ስደተኛታት ከም ዘሎ ርዱእ እዩ። ኣብ ሓደ ዝወፀ ሪፖርት ነይሩ ብዛዕባ ኣብ እዚኣ CIMN ክልተ ሽሕን ዕስራን ክልተን ትብል ዘላ እቶም መንበር ኦፍ ፓርላመንት ኮይኖም ኣብቲ ስታንዲንግ ኮሚቴ ብዛዕባ ኢሚግሬሽን ዝሰርሑ ኣብቲ ግዜ እቲ ነዚ ነዚ ሪፖርት እዚ መሪሓ ከም ኣደ ወንበር ኮይና ቼር ኮይና እትሰርሕ ዝነበረት ሳልማ ዛሂድ ትበሃል ኤምፒ እያ ነይራ። ኣብቲ ሽዑ ዝወፀ ሪፖርት መድልዎ ከም ዘሎ፣ ካብ ናይ ኣፍሪካ ዝመጽእ ፕሮሰስ ስደተኛ ከኣ ምምሕያሽ ክግበረሉ ከም ዘለዎ ኣብቲ ነዊሕ ሪፖርት ኢበማይት ዝቑጸር ኣብቲ ሪፖርት ወጺኡ ነይሩ። ኣብ ዓመቱ ከኣ ኦዲተር ጀነራል ኩልሻዕ ከምቲ ንብሎ ኣብ ክልተ ሽሕን ዕስራን ሰለስተን ከኣ ካልእ ከምኡ ፍሉይ ሪፖርት ወጺኡ ነይሩ። ኣብ ኣብ ኢስት ኣፍሪካ ኣብ ሳብሳሃርያን ኢስት ኣፍሪካ ደሎ ናይ ቪዛ ኦፊስ ናይ ናይሮቢ ይኹን ናይ ዳርሴላም ምምሕያሽ ከም ዘድልዮ ተዛሪቡ ነይሩ። ብዙሕ ግዜ ተዛሪበሉ እየ እዚ ካልእ ሽዑ ሲሲኣር ከኔድያን ካውንስል ፎር ሬፊጂ ከኣ ክልተ ሽሕን ዕስራን ሓሙሽተን ከኣ ሰፊሕ ሪፖርት ወጺኡ ነይሩ። ስለዚ ተደጋጋሚ ዓመት ዓመት ዳርጋ ሪፖርት ብዛዕባ ናይ ኣፍሪካ ስደተኛ ይወጽእ ከም ዘሎ ኣብኡ ኣብ ክንደይ ጸገማት ከም ዘለዉ ብፍላይ እቶም ብፕራይቬት ስፖንሰር ዝኾኑ ፒኤስኣር ማለት ፕራይቬትሊ ስፖንሰር ሬፊጂ ብጉርፋይፍ ይኹን ብኮሚኒቲ ይኹን ብካልኦት ሃይማኖታዊ ትካላት ይኹን ስፖንሰር ዝተገበሩ ኩሎም ብሳህ ማለት እዩ ስፖንሰር ኣግሪመንት ተወልደ ብሓንሳእ እዚኦም ኩሎም ተጠርኒፎም ፕራይቬት እዮም ዝበሃሉ ብግሊ ስፖንሰር ዝተገበሩ ስደተኛታት ብዙሕ ኣብ መስመር ኣብ መስመር ከም ዘሎ ስለዚ እታ ቀንዲ ሕቶና እዚኦም ኣብ PSPSR ፕራይቬት ስፖንሰር ዝኾኑ ስደተኛ ኣብ መስመር ዘለዉ ክንደይ እዮም ሰማንያን ሽዱሽተን ሽሕ ሰማንያን ሽዱሽተን ሽሕ ጅሙር ፕሮሰስ ዘለዎም እዮም እንተ ፋይል ናምበር ጥራይ ሒዞም ኣለዉ እንተ ኢንተርቪው ወዲኦም ሜዲካል ገይሮም ኣለዉ እንተ ይጽበዩ ኣለዉ ንኢንተርቪው

ዓዓ ሰዱሽተ ሽሕ እንዳ ገበርናሲ ሓሙሽተ ዓመት ንፈርዖን ሽዱሽተ ዓመት ይውዳልና እቲ ኣብ ኣፍሪካ ዝጽበ ዘሎ ስደተኛ ኣመልካቲ ከኣ እቲ ዝነውሐ ግዜ ዝወስደሉን እቲ ዝበዝሐ ናይ ስደተኛ ኣመልከቲ ተኾሚሩ ዘሎን ከኣ ኣብ ኣፍሪካ ምዃኑ ወረ ተኣማሚኖምሉ ተቐቢሎሞ እዮም እቲ ሪፖርት ካብኦም ዝወጸ ስለ ዝኾነ ስለዚ ኣብ ካናዳ እቲ ናይ ዝመጽእ ዘሎ ሰብ ቁጽሪ ክቕነስ ከም ዘለዎ ከማዕራርይዎ ከም ዘለዎ ንዕኡ ስጉምቲ ወሲዶም እዮም እቲ ቁፅሪ ኣብ ዓመት ዓመት ዝቕንስዎ ገለ ዘለዉ እዚ ርዱእ እዩ ጠቒስናዮምውን ኣለና ግን ነቲ ናይ ኢሚግሬሽን ለቨል ከዐርዩ ክብሉሲ ብፕራይቬት ብግሊ ስፖንሰር ንዝገበርናዮም ስደተኛታትሲ ዝትንክፍ ክኸውን የብሉን ስለዚ ክልተ ነገር ንሓትት ኣለና ኣብዚኣ ሓደን ክልተን ኢልና ኣቐሚጥናየን ኣለና ሓንቲ ዋን ታይም ኢኒሼቲቭ ንሓንሳብ ጥራይ ተገልግል ካብዞም ሰማንያን ሽዱሽተን ሽሕ ኣብዚኣ ክገድፈልኩም እየ ሓንቲ ስእሊ ካብ ካብ ሲሲኣር ካብ ከኔዳን ካውንስል ፎር ሬፊጅ ሪፖርት እታ ኩሉ ሻዕ ዝዛረበላ ሪፖርት ካብኣ ዝወፀት እያ ኣብኣ እንታይ ዘርኢ ዘሎ ቅድሚ ሕጂ ዝሃቡና ዳታ ኢሚግሬሽን ማለት እዩ ካብዞም ሰማንያን ሽዱሽተን ሽሕ እቶም ሰላሳ ሽሕ ኣብ ኣፍሪካ እዮም ዘለዉ ሰላሳ ሽሕ ሙሉእ ኣብ ኣፍሪካ ኣለዉ ፕሮሰስ ዝፅበዩ ስለዚ እዞም ሰላሳ ሽሕ እንታይ ኢና ንፅበ እንታይ ኢና ንደሊ ዘለና ሕጂ ተቐዳሚት ሕቶና ዋን ታይም ኢኒሽቲቭ ሓንሳብ ጥራይ ትግበር ሰላሳ ሽሕ ፕራይቬት ስፖንሰር፣ ብግሊ ስፖንሰር ዝተኾኑ፣ ዝገበርናዮም ስደተኛታት ኣብ ኣፍሪካ ዘለው ሰላሳ ሽሕ ኣብ ውሽጢ ሓደ ዓመት ፕሮሰሶም ክትውድኡ ዶ? ኢልና ንሓትት ኣለና። እዚ ክንብል ከለና ኣብ ሙሉእ ዓለም ካልእ ስደተኛ ከምዘሎ ንፈልጥ ኢና። ስለዚ ክንጫረቶም ኣይንደልይን ኢና ነቶም ካልእ ስደተኛታት ካብ ካልእ ዓለም ዝመፁ ዘለው። ስለዚ ካብቲ ዓሰርተ ሽዱሽተ ሽሕ ክንትንክፍ ኣይንደልን ኢና። ካልእ ናህና ሰላሳ ሽሕ ሃቡና ኣብ ውሽጢ ዓመት ከኣ ከምዚ ሎሚ ፅባሕ ዘይኮነ። ኣብ ውሽጢ ዓመት ከኣ ወዲእኹም ሰላሳ ሽሕ ፕሮሰስ ወድኡ ንብሎም ኣለና። እታ ሓንቲ እዚኣ እያ። እታ ካልኣይቲ ከኣ መታን ኩሉ ሻዕ ምዕሩይነት ክህልዎ ኣብቲ ኣሰራርሓ መጽናዕቲ ክገብሩ፣ መጽናዕቲ ገይሮም ኣብታ ቁጽሪ ክልተ ዘላ ማለት እዩ እቲ ፖሊሲ ኣዳልዮም እቲ ፖሊሲ ካብ ምስ ኣውጽእዎ ከኣ ናቱ ሰርቪስ ስታንዳርድ ዝበሃል ምሽ ኣሎ ኣብ ክንደይ ኣየናይ ፕሮሰስ ኣብ ክንደይ ይውዳእ ካበይ ቦታ ይመጽእ ገለ ዝረኣ ነገር ክገብሩልና እሞ ንዕኡ ከኣ ምስ ሙሉእ ማዕረ ዓለም ኣመዓራርዮም እቲ ናይ ኣፍሪካ ፕሮሰስ ከዓ ከምኡ ምዕሩይነት ኮይኑ ክቕጽል ቅድሚ ከምኡ ምግባሮም ግን መጀመርያ ክሓሱና ምክንያቱ ነዊሕ ዓመት ኣርባዕተ ሓሙሽተ ዓመት ልዕሊኡ ዝጽበ ሰብ ኣብ ኣፍሪካ ኣብቲ ናይ ፕሮሰስ ኣብ ሪጋ ኣሎ እንዳተጎተተ እዩ መጺኡ እዚ ሪጋ እዚ ብፍላይ ከኣ ነቶም ካብ ሱዳን ዝተመዛበሉ ፍሉይ ቆላሕታ ክንገብር ኢና ኢሎም ኔሮም ግን እንሆ ሳልሳይ ዓመት ረጊጹ ናይ ሱዳን ቅልውላው ከማን ካብ ዝጅምር ማለት እዩ ስለዚ እቲ ዝበልኩሞ ኣየተግበርኩምን እሞ ፍሉይ ቆላሕታ ነቶም ካብ ሱዳን ዝተመዛበሉ ብምግባር ነቶም ሰላሳ ሽሕ ኣብ ኣፍሪካ ኣብ ፕሮሰስ ዝጽበዩ ዘለዉ ኣብ ውሽጢ ሓደ ዓመት ፕሮሰሶም ወድኡልና ኢልና ሓቲትና። ሳልማ ዛሂድ እዛ ኤምፒ ንባዕላ መጻእተኛ እያ ንካናዳ ብዙሕ ግዜ ከም መንበር ኦፍ ፓርላመንት ኤምፒ ኮይና ዘገልገለት እያ ኣብቲ ቦታ ናይ ስታንዲንግ ኮሚቴ ናይ ኢሚግሬሽን ከኣ ስጋብ ቀረባ ግዜ ኣብኡ ትነጥፍ ዝነበረት ኣብኡ መንበር ዝኾነት ሰብ እያ ስለዚ ሕራይ ኢላ ስፖንሰር ገይራትና እዛ ፔቲሽን እዚኣ ሒዘ ክቐርብ እየ ክልተ ነገር ግበሩ ስኩዕት እንዶ ኢላትና ሓደ ህዝቢ ናይ ካናዳ ኣብ ካናዳ ዝነብር ተቐማጣይ ፐርማነንት ረሲደንት ወይ ከዓ ሲቲዝን ዜጋ ዝኾነ እሶም ዝበልዎ ድምጺ እሶም ዝደለይዎ እዩ መንግስቲ ዘተግብር ንዑኡ ክንገብር ኢና ካብ ስልጣን ዘለና ስለዚ እቲ ህዝቢ ዝደልዮ ድዩ እዚ ዝደልዮ እንድሕር ድኣ ኮይኑ ንነፍሲ ወከፍ ሰብ ህዝቢ ኣዛሪብኩም ክንድምንታይ ፊርማ እከብ እቲ ፊርማ ተራእዩ እዩ እቲ መልሲ ክርከብ ሽዑ እኹል ፊርማ እንድሕር ድኣ ተኣኪቡ ነቲ ፊርማ ሒዛ ናብቲ ሃውስ ኦፍ ኮመን ሰላሳ መዓልቲ እየን ዘለዋና ኣብ ሰላሳ መዓልቲ እቲ ፊርማ ተኣኪቡ ምስ ወደ ነዚ ርእስቲ ሒዛ ከኣ ናብቲ ፓርላመንት ቀሪባ ከኣ ክትዛረብ እያ ብዛዕባ እዛ ፐቲሽን ማለት እዩ ስለዚ ነዛ ፕቲሽን ፊርማ ዝተኣከበላ ሒዛ ናብቲ መምበር ኦፍ ፓርላመንት ድሕሪ ሓደ ወርሒ ማለት እዩ ክትቐርብ ከላ እቶም መምበር ኦፍ ፓርላመንት እዮም እቲ ድምፂ ዝህብኡ ከኣ ስለዚ ኣብ ገዛውትና ዘለዉ መምበር ኦፍ ፓርላመንት እዚ ጉዳይ ክንዲ ምንታይ ኣገዳሲ ምኾኑ ንክኣምንሉ ከኣ ነቶም መምበር ኦፍ ፓርላመንት ከኣ በብወገንና ከኣ ክንጉስጉስ ኢና ማለት እዩ ስለዚ ካባኹም ንደልዮ እንታይ እዩ ካብዞም ኣብ ካናዳ ዘለኹም ዜጋን ካብቶም ቀዋሚ ነበርቲ ፐርማነንት ረሲደንት ዝኾንኩምን ካባኹም ፊርማ ንደሊ ኣለና ማለት እዩ ሕጂ ካብዞም ሰላሳ ሽሕ ዝጠቐስናዮም ከንደይ ካብኦም እዮም ሓበሻ? እዚ ናይ ፕራይቬት ስፖንሰርሺፕ ናይ ግሩፕ ላይፍ ይኹን ናይ ኮሚኒቲ ይኹን ናይ ብሃይማኖታዊ ትካላት ዝግበር መብዛሕትኡ ግዜ ሓበሻ እዩ ዝጥቀመሉ። ምናልባት ሒደት ሱዳን፣ ሶማሌ ወይ ከዓ ሜይ ቢ ኮንጎ ገለ ይጥቀምሉ፣ ካሜሩን ካሜሩን ከዓ ንእሽተይ ይጥቀምሉ እዮም። መብዛሕትኡ ግን ሓበሻ እዩ ዝጥቀመሉ። ስለዚ ፍርቆም ሓበሻ እዮም ተበልና ምግናን ኣይከውንዩ ግን ደሓንካ ሰለሳ ሽሕ ዋላ ዓሰርተ ሽሕ እዮም ሓበሻ እንድሕር እንታ ኢልና ካብዞም ዓሰርተ ሽሕ ነናትኩም ግሩፕ ፋይፍ እንድሕር ደኣ ኣለኩም ሓሓሙሽተ ነፍሲ ወከፍ እንድሕር ደኣ ኣለኩም ሲ ሓምሳ ሽሕ ሰብ ኣሎ ማለት እዩ በዓል ጉዳይ ስፖንሰር ጌሩ ሲ ንሓዉ ንሓፍቱ ንቤተሰቡ ስፖንሰር ጌሩስ በቃ ድጽበ ደሎ ሲ እቶም ስፖንሰር ጥራይ ሓምሳ ሽሕ ስፖንሰር ሰብ ጉዳይ ኣለዉና ማለት እዩ ከምዚ ከማይ ኣብ ስፖንሰር ጌርናዮ ንጽበዮ ሰብ ዘይብልና ከኣ ብዛዕባ እቲ ኣርእስቲ ዘገድሰና ጥራይ ከኣ ኣብ ሙሉእ ካናዳ ከኣ ብዙሓት ሓበሻ ኣለና ክንፍርም ንኽእል ማለት እዩ። እቶም ኣብ ሕጂ ኣብ ተሌግራም ናተይ ዳርጋ ዓሰርተ ሽሕ ዝኸውን ሰብ ኔሩ ኣብ ካልእ ናይ ናኣሽቱ ናኣሽቱ ዋትስኣፕ ግሩፓት ውን ብዙሓት ሰባት ኣለዉ ዳርጋ መዓልታዊ ብዙሕ ብቴክስት ዝሕተት ማለት እዩ ኢንተርቪው ጌረ ዜጋ ጽበ ኣለኹ ፕሮሰስ ሎንግ ኢልና ገለ ሕጂ እዚ ብምሉኡ ሕቶ ከምኡ ኢሉ ዝመጽእ ሕቶ ካብ ስደተኛ ነዛ ሊንክ ነዛ ሕቶ ናብ ስፖንሰርኩም ኢኹም ክትሰድዋ ዘለኩም ማለት እዩ እቲ ስፖንሰር እዩ ክሕግዝ ዝኽእል ኣብዛ ግዜ እዚኣ እቲ ካናዳ ዘሎ ሰብ እዩ ክሕግዝ ዝኽእል። ካልእ ኣብ ቀረባ ግዜ ንካናዳ ዝመጻኹ። ኣብዘን ዝሓለፋ ክልተ ዓመት ክልተ ሽሕን ዕስራን ኣርባዕተን ክልተ ሽሕን ዕስራን ሓሙሽተን ኣነ ብዝፈልጦ ጥራይ ዓሰርተ ሓሙሽተ ዓሰርተ ሸሞንተ ሽሕ ሓበሻ ጥራይ ኤርትራዊ ንካናዳ ኣትዩ ኣሎ። እንታይ ገዲፍኩም መጺኹም ትዝክርዎ ኢኹም ናይ ቀረባ ግዜ ትዝታ ስለ ዝኾነ ማለት እዩ። ስለዚ ንስኹም ውን ክትፍርሙ ትኽእሉ ኢኹም። ስለዚ ካብዞም ሓደሽቲ ዝመጹ ዕስራ ሽሕ ካብቶም ሰብ ጉዳይ ስፖንሰር ዝኾኑ ሓምሳ ሽሕ ብዙሕ ፊርማ ኢና ክንእክብ ንኽእል። ነዚ ተስፋ ጌረ ኣለኹ እዛ መልእኽቲ ኣገዳሲት ስለ ዝኾነት ሳብስክራይብ ክትገብሩ መታን ናብ ብዙሕ ሰብ ክበጽሕ ሸር ክትብልዋ ተደሊኹም ባዕልኹም ዋላ ቪድዮ ሰሪሕኩም ከኣኒ ናብ ኣብዘን ተሪፈን ዘለዋ ሒደት መዓልታት ንኽእሎ ኩሉ ፊርማ ክንእክብ እዚኣታ ናይ መጨረሻ ክንበጽሓ ንኽእል ደረጃ እያ ምኽንያቱ ኣብቲ መምበር ኦፍ ፓርላመንት ስፖንሰር ጌርካ ሓራ ኢሉ ነቲ ጉዳይ ኣሚኑ ናብ ፓርላመንት ኦፍ ካናዳ ኣትያ እዛ ጉዳይ ቆላሕታ ክትረክብ ብዙሕ ቅድሚ ሕጂ ፕቲሽን ይኣቱ እዩ ኣብኡ ኣቲኩም ኣብቲ ዌብሳይት ኣፍሪካ ኢልኩም ሰርች ክትገብሩ ክትደልይዎ ትክእሉ ኢኩም ብዛዕባ ኣፍሪካ ዋላ ሓንቲ ፕቲሽን ኣትዩ ኣይፈልጥን እዩ ብዛዕባ ረፊጂ ብዛዕባ ስፖንሰር ብዛዕባ ካልኦት ኣትዩ ይፈልጥ እዩ ብዛዕባ ኣፍሪካ ግን እዚኣ ናይ መጀመርያ እያ። ስለዚ ፍሉይ ቆላሕታ ረኺባ እዚ ሓሳብ እዚ ናይ ተወሰኑ ሰባት ዘይኮነሲ ኣብ ካናዳ ንነብር ዜጋን ቀዋሚ ነበርትን ዝኾንና ሰብ ናይ ኩላህና ድምጺ እዩ ኩላህና እዩ ዘሕስበና እዚ ደሕስበኩም ተኾይኑ ብናተይ ትሳምዑ እንድሕር ድኣ ኮንኩም ሃየ ግድ ኢኹም እያ ሕጂ ኣብታ ፐቲሽን ምስ ኣተኹም ከኣ ከመይ ጌርኩም ከም ትፍርሙዋ ከኣኒ ከርእየኩም ኣብዚ ስክሪን ውን ከነምጻልኩም ኢና ስጋዕ መጨረሻ ንታሕቲ ገጽኩም ትወርዱ ምሽ ናይ ሳልማ ዛሂድ ናይ ኤምፒ ሳልማ ዛሂድ ስእሊ ዘለዎ ቦታ ክትበጽሑ ኢኹም ድሕሪኡ ሳይን ዘ ፐቲሽን ትብል ሓንቲ ሳንዱቕ ክትረኽቡ ኢኹም ኣብ ኣክሊክ ትግ ኣብ ኣክሊክ ትጥውቕዋ ኣብኣ ምስ ጠወቕኩማ ሽዑ ከም ብሓ ንታሕቲ ገጽኩም ትኸዱ ኣለኩም ከም ብሓድሽ ሽዑ ብታሕቲ ምስ ከድኩም ናትኩም ሽምኩም ፈርስት ኔም ሽም ኣቦኹም ላስት ኔም ኢሜል ክሓተኩም እዩ ስልኪ ቁጽሪ ክሓተኩም እዩ ሽዑ ኣድራሻኹም ካናዳ ዝነብር ሰብ እዩ ግድን ክመልኦ ዘሉ ኣብ ካናዳ ኣበየናይ ፕሮቪንስ ኣበየናይ ኣውራጃ ከም ዘለኹም ክሓተኩም እዩ ፖስታል ኮድ ክሓተኩም እዩ ኣድራሻኹም ኣይሓትትኒ ፖስታል ኮድ ጥራይ እዩ ዝሓትት ሽዑ ሰለስተ ቦክስ ኣለዋ እተን ክልተ ግድን ኢኹም ክሊክ ክሊክ ትገብርወን ዘለኩም ኣብቲ ሓንቲ ዜጋ ናይ ካናዳ እየ ወይ ነባሪ ናይ ካናዳ እየ ትብል ዘላ እታ ካልኣይቲ ከዓ ሰማዕ እየ በዚ ፐቲሽን እያ ትብል ዘላ እታ ሳልሰይቲ ደሊኹም ሕራይ ትብሉ ደሊኹም ነነኡ ትብሉ ግን እንታይ እያ ትሓትት ዘላ ኣብደይት ኢሜል ክንሰደልኩም ስ ትደልዩ ዲኹም ብዛዕባ እዚ ፐቲሽን ምስ ተወድአ ኣበይ በፂሑ እንታይ ጌርና So ሐራይ ክትብሉ ትኽእሉ ወይ ክትገድፍዋ ትኽእሉ እተን ክልተ ግን ግድን ኢኹም ክሊክ ክትገብርወን ሽዑ ሳይን ትብል ኣላትኩም ኣብታ ሳይን ምስ ጠወቕኩም ይኸይድ ማለት እዩ ኢሜል ክመጸኩም እዩ ሽዑ እንታይ ዝመስል ኢሜል ካብቲ ኖ ሪፕላይ ድብል ፔቲሽን ድብል ኢሜል ክመጸኩም እዩ ኣብታ ኢሜል ሽዑ ሊንክ ኣላ ኣብኣ ኣቲኹም ከምዚ ጌርካ ሳይን ኢን ስለ ዝገበርካ እዛ መልእኽቲ ንሰደልካ ኣለና እሞ ኮንፈርም ግበሩ ትብል ክትመፀኩም እያ ኣብታ ሊንክ ጥወቅ ተብሉ ኮንፈርም ኮይኑ ይኸይድ ወዲእኩም ኣለኹም ማለት እዩ ብጣዕሚ ቀላል እያ ሽምኩም ሽም ኣቦኹም ኢሜል ስልኪ ቁጽሪ ኣበይ ኣውራጃ ትነብሩ ፖስታል ኮድ ናይ ኣድራሻ ናይ ገዛኹም ሽዑ ኢሜል ምስ መጻኩም ሽዑ ንሽዑ ከኣ ኮንፈርም ምግባር ቀላል ስለዚ እዛ ሊንክ ኣብዚኣ ክገድፋየ ናብ ኩሉ ቦታ ክትበጽሕ ሸር ብምግባር ተሓባበሩ ኣብዘን ሰላሳ መዓልታት ከኣ ኣሽሓት ፊርማታት ክንእክብ ተስፋ ገይረ ኣለኹ።
ስለዚ ክቡራት ተኻተልቲ እዚ መልእኽቲ ንፁርን ፅፉፍን እዩ ፕሊስ ናብ ኩሉ ክበፅሕ ሸር በልዎ ድበዝሕኩም ሰብስክራይበር ናተይ ናይ ካናዳ እዩ ምክንያቱ እቲ ሎኬሽን ሪኦ እንደ ድበዝሐ ፋሎወር ወይ ሰብስክራይበር ናይዚ ናተይ ቪድዮ ካናዳ ተቕመጡ ኢኹም ሶ ኣብዚ ዓብ ዝተዋፅኦ ክንገብር ንኽእል ኢና ኣብ ፌስቡክ ኣብ ቲክቶክ ኣብ ኩሉ እውን እዚ ቪድዮታት ቆራሪፅኩም ሸር በልዎ ክሕግዝ ይኽእል እዩ እዚ ኩሉ ሕቶ ድመፅእ ፌስቡክ ብቲክቶክ ብዋትሳፕ ብዛዕባ ካናዳ ከምዚ እተ ፋይለይ ከምዚ ናተይ ዓዲ ቀይረ ከምዚ ጋጢሞ እዚ ኩሉ ኬሳት ክፍረም እንተኮይኑ ብሓባር ክረአ ከሎ እዩ ፍታሕ ዝርከብ ሞ ናብ ኩሉ ክበፅሕ ሼር በልዎ ፅንኩም ሰማዕኩምና ኣዝና ኢና ነመስግን እሳይና ማንኤል ፍሉይ ምስጋና ዝገባእኪ ሰብ ስለ ዝኾንኪ የቐንየልና ኣብ ቀፃሊ ብካልእ መደብ ክሳብ ንራኸብ እዚ ወድሓንኩም እናበልኩ ክፋነወኩም እየ ሰሰናዩ